ቤትና ቤትና ቤትና ቤትና ቤትና ሰላም ክቡራት ተዓዘብቲ ከምዚ ትርእይዎ ቦታ ቀይርና ኣለና ምናልባት እቲ ቃለ መሕትትና ወዲእና ናብ ናይ ተዓዘብቲ ሕቶታት ክንኣቱ ኢና መስለኒ ኣስተብሂሉሉ እዩ እዚ እዛ ነጥቢ እዚኣ ኣስተብሂሉላ ይመስለኒ ሱሌማን ፈሪሑ እሞ እንዳረጋጋእኹ ቡን ድዩ ማክያቶ ድዩ ሻሂ ድዩ እንዳስተኹ እንዳ ኣቀባጠርኩ ኣብዚኣ ኮፍ ኣቢለዮ ኣለኹ ሕጂ እውን ደሓን እዩ ከፍ እዩ ተባሂሉስ ቀልጢፍና ገዛናስ ክንበፅሕ ኢና ማለት እየ ካብ ናይ ተዓዘብቲ ሕቶታት ኣለና ከምኡ እውን መሳርሕቱ ስነ ጥበባውያን ኣብ ጎኑ ኣብ ስራሕ መጋድልቱ ዶ ክንብሎ ርእይቶኡን ርእይቶታቶምን ጦብላሕትኦምን ኣብ ሱሌማን ዘሎ ዝበሉና ኣለዉ ሓደ ክልተ ከምኡ ውን ብወገኖም ድመጽእ ሕቶታት ኣሎ ሱሌማን ሀ ተዳሊኻ ዶ በሉ ከመይ ኢና ቀጻሊ እንተዘይ ኮይኑ ናፍታ ቃለ መሕትትና ንምለስ ኖ ኖ ድሉው በቃ ሓደሩፍ ኢልና ኣለና ክልተ።
ቤትና ቤትና ቤትና ቤትና ቤትና
ሕራይ እምበኣር ክቡራት ተዓዘብቲ ብስነ ጥበበኛታትን መሳርሕቲ ሱሌማንን ክንጅምር ብኡስታዝ ኣቡከላም
ብዛዕባ ስሌማን ዑመር ኣብ ኣርት ክዛረብ ተኾይነ መቸም ብቓላት ክገልጾ ከቑርብ የጸግም ይኸውን ግን ብሕጽር ዝበለ ክገልጾ ክፍትን እየ። ካብ ዝገርመኩም ስሌማን ዑመር ኣብዚ ጎደና ቢያሳ ቶሪኖ ኢና እንዳሓለፍና ኣነን ኪዳነ ግርማይን ረኺብና። ተዋስኦ ከም ክሰርሕ ድሌት ከም ዘለዎ ገለ ምስ ነገረና፣ ናቱ ድሌት ርኢና ምሳና ኣስሪሕናዮ። ካብ ናይ መድረኽ እዩ ጀሚሩ። ንመጀመርያ ግዜ ኣብ ናይ ሲኔማ ሲስተም ዝኣተወ ኣብ ርግጸኛ ኣይኮንኩን እዩ። እታ ናይ መድረኽ ዝነበረት ኣብ ናይ ሲኔማ ንምንታይ ንኹሉ ንኽባጽሖ ከምኡ ዓይነት ተግበርና ኬንና ዘበልናያ ሰሰለሰ ሚእትን ሱሳን ቅርሺ ተኸፈልናላ ዝለዓለ ተኸፊልናላ ማለት ናብ ናይ ሲኔማ ካብቲ ናይ መድረኽ ቁሩብ ለውጢ ጌርና ማለት እዩ ንሱሌማን ብፍሉይ ስፔሻል ዝዝከሮ ነገር ካሊእ ንሕና ዝሓለፍናዮ እኮ መታው እንኮ ኢና ነቲ ኣርቲስት መታው እናተበልኩስ ኣጋንነ ኣይኮንኩን ስሌማን ዑመር ቀመም ሻሂ ገለ መታት እዩ ዝሸጥ ነይሩ ቀመም ሻሂ እዩ ዝሸጥ ነይሩ ሕጂ ነቲ ፖስተር ክልሾ ከነውፅእ ገለ መልታት ገንዘብ ተዋሒዱ ናይ ምንታይ ተሪፉና ናይ ኣዳራሽ መኽፈሊ ኣዳራሽ ሓሙሽተ ሚእቲ ካብቲ ናይ መሻቀጢኡ ካብቲ ናይ መሻቀጢኡ ሓሙሽተ ሚእቲ ቅርሺ ተለቂሑ ይምጽኢልና ኣይተመለሳን ከማን ካብቲ ዘገርመኩም። ምኽንያቱ እዚ ኩሉ ርኢና ተባሂሉ ናይ ፖስተር ይኹን ናይ ኣዳራሽ ክኸፍል ኣይተኻእለን ኩሉ ነገር ምስ ሓለፈ ጥዑም እዩ። ዓ ዓሰርተ ሽዱሽተ ቅርሺ ድየን ገለ በጺሐናና ወይ እሞ እዚኤን ድኣ ዝኾነ ኣስቤዛ ገዛዚእና ገለ መግታት ብሓንሳብ ኮይንና ንውዓለለን ገለ ገለ ተባሂልና ናብ እንዳ ኣስቴር ግደይ ኣብዚ ማይጨወት ከድና ብሓንሳብ ውዒልናለን ማለት እየ። ስሌማን ሞልጎም እዩ መላጎቢ እዩ።

ካብቶም ዝምከሓሎም ሓያላት ዳይሬክተራት እዩ ኮይኑ ዘሎ። ዝተፈላለየ ዓይነት ኮርሳት ወሲዱ እዩ። ኣንባቢ እዩ እቲ ቆልዓ። ኣንባቢ እዩ ናይ ብሓቂ ኣንባቢ እዩ ኮርሳት ኣይጸግብን እዩ ኣብ ስማፕ ተመሪቁ እዩ ምናልባት ካብቲ ዝሰርሖ ፊልምታት ስጋዕ ሕጂ ኣነ ሕማቅ ኣይረኣኩሉን ኣብኹም ብምሉእ ርእሰ ተኣማንነት ምስ ሱሌማን ኣብዛ ኣብዛ ዘለና ግዜ ንሱሌማን ክዋዳደሮ ዝኽእል ዳይሬክተር ኣሎ ዝብሎ ሰብ የለን። እገሌ ይዋዳደሮ እዩ ወይ ኣነ እዋዳድሮ እየ ዝብል ሰብ ተልዩ ግን ይቕረብ ኣነ ብጭብጢ ካብ ኣብሎ ሱሌማን ዝገበረን ዳይሬክተራት ናይ ብሓቂ ከሳይት ኤክሰፕት ቀረብ ተዘየቢሎ ብጣዕሚ መሃዚ ሱሌማን ቁሩብ ይስምዓኒ ኣንታ እንታይ ኢኻ ዕረፍቲ የብሉን። እይ ከምዚኣ ኣላትኒ ሕጂከ ናይ ከምዚኣ ክስእን ቦታታት ዝረኣያ እዚኣ ንከምዚኣ ሚሞር ናቱ ገለ ዓይነት ሚሞር እዩ ኣብ ኣስመራ ትጸንሕ ባጽዕ ከይድ ባጽዕ ትጸንሕ ኣብ ገለ ዓዲ ከይድ ኣብ ገለ ኣነ ማራ ክሳይ ዝገብሮ ንስሌማን እንድዒ ይፈትዎ እየ ውላደይ እዩ። እዚ ኮሎ እዩ ንሱ ምሳይ ኮሎ ተተጋግየ ስጋዕ ይነኽዖ ነይረ ሎሚ ትረዖ ወይለይ ኩሉ ሰብ ኮ ከከም ዘዋጾ እዩ ዝገብር እዩ ኢልኩ ሃድም ስለማን ከም ዓይነት ሰብ ኣይኮነን ስለማን ድዕስ ኣብ ሰዓታት እዚ ማለት የብለኒ ህዝቢ ከተሕጉስ ኦድያንስ ከተብል ክብሪ ናይ ኦድያንስ ከተብል ላዕሊ ታሕቲ ትብል ሓደ ማዓልቲ ዓብይ ፍረ ክረኽበሉ ምኻኑ ኣይጣራጠረሉን እየ ምኽንያቱ ክዕወት እዩ ሓንቲ ማዓልቲ ክዕወት እዩ ዝጻዓረ ሰብ ይዕወት እዩ ኣብቲ ዝሓስቦ ነገር ካኣ ክበጽሕ ምኻኑ ካኣ ይርዳኣኒ እዩ ስለዚ ልዕሊ እዚ ከመይ ኢለ እሞ ከም ዝገልጾ ኣጸግመኒ ን ሱሌማን ንኣርት ጥራይ እተይ ኢሉ ተፈጠረ እዩ ካልእ ክዋሳእ ከሎ ሱሌማን ኣክተር ጥራይ ኣይኮነን ማለተይ ካራክተር እዩ ውን ሱሌማን ከምዛ ዘለዋ ኣፍቃሪ ጌርካ ክትሰርሖ ኣፍቃሪ ጌርካ ከተስርሖ ትክእል ኢካ። ናይ ወዲ ሰብዓ ሰማንያ ዓመት ሽማግለ ገይረ ከስርሓካ እንተልክያ ውን እሰርሕ ብጣዕሚ ናይ ምትዕጽጻፍ ክሳይ ዘለዎ ፋልቻል ኤክስፕሬሽን ጊፍትድ እዩ እቲ ተውህቦ እቲ ተሞክሮዚ ኣብ ተውህቦ እትይዎ ገጽ ናይ ምቅይያር ፍሉይ ተኽእሎታት ኣለዎ ናይ ሱሌማን እቲ ዝዓበየ እቲ ዝዓበየን እቲ ዝበለጸን ብልጫ ከኣ ካብቲ ዘሐጉሰኒ ነገር እንተልዩ ንዝንኡ ዘይኮነስ ንዝና ናይ ሰባት እዩ ዝጎይ ሽም ንክረክቡ ንካልኦት ሽም ንክረክቡ እቶም ተዋሳእቲ ይደክም ይጽዕር ምስ ረከቡ እቲ ዝጸርፎም ዝነበረ እቲ ዘብሎም ነር ልክዕ ከምታ ከምኣ ጌርና ከም ውላድና ጌርና ኣዕቢና ዳር ዘበልናዮ ንሱ ድማ ልክዕ ነቶም ዝኣልዮም ተዋሳእቲ ከምኡ ጌሩ እዩ ዘብሎም እንታይ ግድሰኒ ኣነ ተንገንዘይ ጥራይ ከብ ተደሊኹም ስራሕቲ ኣይሓድርን እዩ ኣነ ሕጂ ኣቦ እንድየ ጉጉይ ስራሕ ተለይ ተጋጊኻ ብለኒ ካብቲ ዘገርመኩም እዚኣ ከመይ እያ ከመይ ትሪኣ ኢለ ከማን ሎሚ ኣንሕዎ ይህቦ ይነግሮ ይሓቶ ይሓቶ እምበል ምክንያቱ ብኩሉ ነገር ተሓጣጢሙ ስሌማን ዲጂታል እዩ። ኣናሎግን ዲጂታል የሚራኻኽ ይብሉ ንክልቲኡ ንሕና ኣናሎግ ኢና ነርና ስሌማን ግን ኣናሎግን ዲጂታልን እዩ ናይ ብሓቂ ኣክተር እዩ ናይ ብሓቂ ሓያል ስነጥበባዊ እዩ ነቲ ሞያ ስጋዕ ሓጂ ዝጎዩ ዘሎ እዩ ኣይረብሐን ሓደ መዓልቲ ግን ክረብሕ ምዃኑ ጥራይ እየ ዝፈልጥ። እዚ ሞያ የኽብሮ እዩ። ሞያኻ ተኽብር ተኾንካ ድማ ክትከብር ከም ዝኾንካ ጥራይ እየ ዝፈልጥ። ኣብ መጨረሽትኡ ክብሎ ዝደሊ ቁጠባ ፍለጥ ክብሎ ጥራይ ዝደሊ። ቁጠባ ግበር ክብሎ እየ ዝደሊ። ምኽንያቱ ኩሉ ሻዕ ክትጎዪ ኣይትኽእልን ኢኻ። ብዙሕ ምስ ጎየኻ ምድካም ስለ ዘሎ ቆጥብ ክብሉ እየ ዝደሊ። ምኽንያቱ ቆልዑ ሒዙ እዩ፣ ስድራቤት ሒዙ እዩ፣ ሓላፍነት ኣለዎ። ኣይደኸም ሞያ ናይቲ ፍቕርን ትሕዝቶን ቁሩብ ክሳይ እንዳኾነ እዩ ስለ ዝኸይድ ዘሎ። ኣብ መወዳእታ ከምዚኣ ኢለ ክላበዎ እደሊ። ኣዝዩ ኣብ ልቢ ዝኣቱ ዘረባ ልክዕ እኻ እዩ ኸኣ ሂብካ ሱሌማን። ካብተን ኣነ ክገልጸካ ዝኽእል ከም ዛህራ ዘን ቁሩብ እዋናት እንፋለጥንሲ መሊስወን እዩ ንዓይ። ፍረኻ ኸኣ ቀረባ እዩ ጻዕርኻ እቲ ግቡእ ልክዑን እትረኽበሉን ቀረባ እዩ። ፐርከ ሓደ ኣርቲስት ከምቲ ደዕለልናዮ ብዛዕባ ሞያ ጥራይ ዘይኮነ ብዋጋ ናይቲ ሞያ ኢሉ ክሽቅጥ የብሉን። ሞያ ልክዑን ክብረቱን ክህቦ ኣለዎ ንሱ ንክኸብር። ድሓር ከኣ ሓደ ጸሓፋይ ይኹን ወይ ሓደ ኣርቲስት ይኹን ስርሓቱ እዩ ድሕሪኡ ዝተርፍ እምበር ወዲ ኣዳም ንዘልኣለም ዝነብር የለን። ትኽክል። ሓቆም እዮም ከኣ ግን ኣነ ተገሪመ ዋእ ክንደይ ክንደይ ክፈትዎኻ እዮም እ። እንታይ ድዩ ዝብለይ ካብ ኣያይ ኣቦይ ከምቲ ዝወለ ዝገለጾ ከምዚ ዓይነት ዘረባ እሞ ከምዚ ዓይነት ክትረክብሲ ዕድለኛ ጥራሕ ኢኻ ክትከውን ዘለካ።
ብርግጽ። ምኽንያቱ ስኒ ንዓይስ ምሂርኒ ንዓይ ናይ መጀመርያ ፊሊ ንዓንቲ ወይውን ነይረኪ እታ ስምዒት ትብሃል ናይ ተዋሳኣይ ከም ተዋሳኣይ ተቀጽለኒ ዘላ ከማን ንዓይሲ ንሱ ዝመሃረኒ እየ ኣወ። ሓቁ እዩ እታ ጻዕሪ እታ ገለ ከኣ ካብኡ እየ ተማሂረያ ኤኒወይስ ብዙሕ ባህርያት ኣሎ ካብኡ ዝወሰድክዎ እዚ ክንሱ ግን።

ዕድሚኦም ንስነ ጥበብ ዝወፈዩን ዝገበሩን ሰባት ኮይኑ ግን ከኣ ካብቶም ዘይተዘመረሎም ወይ ድማ ዘይተነግረሎም ስነ ጥበባዊ ሓደ እዩ ክብል እኽእል ክውን ኣነ። ሱሌማን ኣብ ስራሕ ስነ ጥበብ ኣነ ዝፈልጦ ምናልባት ካብ ዘበነ ድራማ እዩ ኣዝዩ ቆልዓ ኣዝዩ ህጻን ከሎ ምስ በዓል ኪዳነ ግርማይ ምስ በዓል ኣቡከላን እዩ ስርሑ ተበጊሱ ማለት እዩ። ሕጂ ብዙሕ ግዜ ኣብ ስነ ጥበብ እንታይ ኣሎ ገለ ሰብ ብዓርኪ መሓዛ ይጅምር ይኸውን ገለ ሰብ ከኣ ብትምህርቲ ክመጽእ ይኽእል ገለ ሰብ ከኣ ምስ ተውህቦኡ ወይማ ምስ ኣብ ውሽጡ ኮይኑ ይበቁል እሞ ምስ ተፈጥሮ ዝተተሓሓዘ ይኸውን ማለት እዩ ሱሌማን ዑመር ብግስ ክብል ስነ ጥበባዊ ኮይኑ እዩ ተፈጢሩ ኣብ ስነ ጥበብ ዓለም ከኣ ልዕሊ ሰለስተ ርብዒ ዕድሚኡ ገቢርዎ እዩ። ስሉየ እቲ ኣዝዩ ኣነ ዝንእዶ ወይ ድማ ንሱሌማን ዑመር ኣዝየ ዝፈትወሉ ባህርያቱ ዓቃል እዩ ኣዝዩ ሰማዒ እዩ ስራሓት ክመጾ ከሎ ወላ ከም ዳሬክተር ድዩ ወላ ውን ከም ተዋሳኣይ ድዩ ኮይኑ ክመጽእ ከሎ መጀመርያ ይሰምዓካ ድሕሪኡ ጽሑፍካ ሪኡ ካብ ወረቀት ናብ ተግባር ንክቅይር ኣዝዩ ዘይሽገር ብቁዕ ስነ ጥበባዊ ወይማ ብቁዕ ተዋሳኢ እዩ። ሱሌ ኣብ ብዙሕ ስራሓቱ ካብቶም ዕዉታት ኮይኖም ዝወጹ ስነ ጥበባውያን ወይማ ኣክተራት ሃገርና ሓደ እዩ። ንሱሌማን ማለት ሱሌማን ዘለዋ ፊልሚ ኣነ ከም ኣልኣሚን ክሪኦ ከለኹ ሱሌማን ዑመር ዘለዋ ፊልሚ ብውሕዱ ኣክት ትርኢ ሪኣክሽን ትርኢ ብሉጽ ናይ ስራሕ ብድሆታት ወይ ብሉጽ ናይ ስራሕ እተን መስገደላት ክወጾም ትርኢ ንኣብነት ሕጂ ሱሌማን ዑመር ምሳይ ኣብ ብዙሕ ስራሓት ሰሪሑ እዩ። ካብተን ዝሰራሕናየን ስራሓት ክሪኦ ከለኹ ንኣብነት ባህራን ኮይኑ ኣብ ዝሰርሓሉ ሰዓታት ኣብ ባህራን ዝነበረ ቀሊል ዝመስል ክትሪኦ ምናልባት ክተግብሮ ግን ኣዝዩ ከቢድ ዝነበረ ስራሓት ኣብ ባህራን ተዋጺእዎ። ይዝከረኒ ሰንሰለት ብዓቢ ሰንሰለት ተኣሲሩ ንባሕሪ፣ ክኣቱ ኣብ ተደለየሉ እዋን እቲ ሰንሰለት ካብ ሚሒር ምኽባዱ ንሱሌማን ዑመር ክልተ ኢዱ ኣዝዩ ዝመንሃዎ ወይማ ዘዳኸሞ ከቢድ ስራሕ ኣብ ሎሚ ኮንካ ክትሪኦ ከለኻ ንኽትገብሮ ኣዝዩ ከቢድ ኣብቲ ሽዑ እዋን ኮይነ ክሪኦ ከለኹ ግን ናይ ሱሌማን ዑመር ብቕዓት ጥራሕ ዘይኮነ ወይ ድማ ናይ ሱሌማን ዑመር ተቐባልነቱ ነቲ ስራሕ ዝያዳ የዕብይዎ ካልእ ኣብ ስራሓት ኣብ ምሳይ ኣብ ዝሰርሓሉ ሰዓታት ደይትር ደይርስዖ ኣብ ጸላም ቡረት ዝብል ፊልሚ ሓደ ሽሙ ክገልጾ ዘይደሊ ስነ ጥበባዊ ድሮ ናይ ስእሊና ጠሊምና ማለት እዩ እዛ ስራሕ እዚኣ ክወጻእ ዝኽእል ድማ ወይ ድማ ክሕግዘና ዝኽእል ኣብ ሓጺር ግዜ ከዐውተና ዝኽእል ሰብ መን ኣሎ ተባሂሉ ኣብ ዝተሓተተሉ እዋን ኣብቶም ኣባላት ዝነበረ ጸቕጢ ፈቲሕዎ ማለት እዩ። ሱሌማን ዑመር መጺኡ ነዛ ስራሕ እዚኣ ክገብራ ክል ብጀካ ሱሌማን ዑመር ዋላ ሓደ ሰብ ክሕግዘና ዝኽእል ሰብ የለን ተባሂሉ ሱሌማን ዑመር ምስ መጸ ሎሚ ተዋሂብዎ እቲ ስክሪፕት ሙሉእ መዓልቲ ሙሉእ ለይቲ ከፅውዖ ሓዲሩ ንፅባሒቱ ንባፅዕ ወሪዱ መሓሳ ወሪድና ማለት እዩ ናይ መጀመርያ ስእሊ ናይ መጀመርያ ስራሕ ክዓ ብኡ ተጀሚሩ ንፀላም ብረት ኣብ ውሽጢ ሓሙሽተ መዓልቲ ስክሪፕት ሙሉእ ሜን ካስት እዩ ነይሩ ስክሪፕት ሙሉእ ብተወፋይነት ሰሪሑ ንጸላም ብሩህ ዕውቲ ፊልም ኮይና ንክትወጽእ ዓቢ ተራ ኔርዎ ማለት እዩ። ስሌማን ንዓይ ካብቶም ኣዝዮም ኣዝዮም ዘድንቖም ዝኣምነሎም ውፉያትን ብሉጻትን ስነ ጥበብ ሃገርና ሓደ እዩ። በዚ ኣጋጣሚ ንስሌማን ዑመር ከመስግኖ እደሊ ዕድመን ጥዕናን ከኣ ይሃቦ። ኣነ ንስሌማን ዑመር ዝሓቶ ሕቶ ቅልል ዝበለት እያ። ሱሌ ስነ ጥበባዊ ተዘይከውን፣ እንታይ ምኾነ? ሱሌማን ዑመር እቲ ኣብ ስነ ጥበብ ዓለም እንተዘይሳተፍ ወይ ድማ ኣብ ስነ ጥበብ ዓለም እንተዘይኣቱ ኔሩ ሂወቱሲ ብኸመይ መንገዲ ጌሩ ምመሓደረ ወይ ድማ እንታይ ዓይነት ሰብ ምኾነ? ምናልባት ገለ ሰብ ዝኾነ ቆልዓ ክትሓቶ ከለኻ እንታይ ኢኻ ክትከውን ትደሊ ተልካዮስ ዶክተር፣ ፕሮፌሰር ወላ ፓይለት ገለ ክብለካ ይኽእል ይኸውን። ሱሌኸ ኣባል ስነ ጥበብ እንተዘይከውን ኔሩሲ? እንታይ ዓይነት ሰብ ምኾነ ኔሩ እዛ ሕቶ እዚኣ ክሓቶም ደለኹ። ቤትና ቤትና ቤትና
ቤትና
ኣሱለይ ከመይ ሕጂ እውን ከም ናይ ኣብኡ ክላም እያ ምክንያቱ ኣልኣሚግ ማለትሲ ካብቶም ዝጥቀሱ ኣብ ኤርትራ በዓል ራያ ዝደረሰ ካልኦት ካልኦት ዝኣለየን ዝጸሓፈን ዓቢ ዓቢ ጸሓፋይ ኣነ ብፍላይ ኣብ ጸሓፋይ ናይ ብሓቂ እየ ዝኣምነሉ ኣልኣሚን ዓሊ ሙስ ቀሊል ሽም የብሉን ቀሊል ዓመት ከኣ ኣይገበረን ኣብዚ እዚ ከምዚ ክገልጸካ ከሎ ሓደ ኣያኻ ሓደ ክሳይሲ ወላሂ ኣነ ብጣዕሚ ተሓጒሰ ብጣዕሚ ተሓጒሰ የቐንየለይ ኣሊ ሓወይ ነታ ሕቶኡ ክንምልስ። ነታ ሕቶኡ ክምልስ፣ ኣነ ቅድሚ እቲ ኩል፣ ቅድሚ ኣርቲስት ተዘይከውን ነይረ ኣነ፣ ኣብ ኢፍ ክሎዝ እንድያ እዚኣ እታ ክስታይሲ፣ እንተዘይከውን ነይርካ እያ ትኸውን። ኣነ ብጣዕሚ ኬሚስትሪ እየ ዝፈቱ ነይረ ኣብ ትምህርቲ ከለኹ። ቤትና
ቤትና ቤትና ቤትና ፅቡቕ እሞ ንቐፅል ዶ ንኺድ ሓራይ ብመጀመርታ ሽመይ ፈረጃ ይበሃል ብዛዕባ ሱሌማን ክዛረብ ተኮይነ ከዓ ንሱሌማን ናይ ከባቢ 27 26 ዓመት ሌላ ኣለና ኣብ ናይ መድረክ ክሰርሕ ከሎ እየ ዝፈልጦ

ነቲ ናይ ቀደም ፊልምታትና እዩ ዝንእድ ኣብቲ ክልተ ሽሕ ክሳብ ክልተ ሽሕን ዓሰርተ ሓደን ዝነበረ ፊልምታትና ፊልም ከሎ ኣብ ሲኒማታትና እናተራእየ ማለት እዩ ንዕኡ እዩ ዝንእድ ሕጂ ዳሞ እንታይ ትሰርሑ ኣለኹም ይብሉኻ እዮም ስለዚ ሲ እንታይ ኢና ኮይና ዘለና ኣብ ኣሰራርሓና ዲና ሓሚቕና እቲ ጸገም ሲ እንታይ እዩ እቲ ከምቲ ቀደም ንሰርሖ ዝነበርናስ ዘየስርሓና ዘሎ እዚኣ ክሓቶ ደልየ። እቲ ዓመታት እቲ ዓመተ ምህረት ብርግጽ ክዝክሮ ኣይክእልን እየ ግን ሓንቲ ክሓቶ ከኣ ዝደሊ ንስሌማን ከም ፍጻሜ ማለት እዩ እቲ ቦታ ስእሊ ኣብ ባጽዕ ኣብ ማሳዋ እዩ ኔሩ ኣጋጣሚ እንዳ ተሳእለ ከሎ በዓልቲ ቤቱስ ሓሪሳ ሕጂ ኣብዚኣ ክልተ ነገር ኢኻ ትቅርቀር በቲ በዓልቲ ቤትካ ሓሪሳ ኣላ በቲ ከኣ ዘይተወደኣ ስርሕ ንክሰርሖ ኢልካ መጺኻ ኣለኻ ቀዳምነት ስነየን ሰሪዕካያ እንታይከ ተሰሚዕካ

ኣብ ምንታይ እቲ መሳርሕትና ግን ኣብ ድርሰት ደራሳይ እሱ ሽዱሽተ ሸውዓተ ኣለዎ ፊልምታት ባዕሉ ዝደረሶ ገለ ገለ ሕጂ ናተይን ናቱን ርክብና ግን ኣብ ሓንቲ እንድያ እሳ ከኣ ኣብቲ ነቲ ተዓዛባይ እሲ ሓደ ቁምነገር ዘለዎ መልእኽቲ ወይ ነቲ ዝመጽእ ወለዶ እንታይ ኢና ክንቅርበሉ ኣብ ትብል እቲ ሓባራዊ መረዳእታ ዘላትና እያ። ኣነ ጽሒፈ ንዑ የደምጻሉ መጀመርያ ስሙ ህየሳ ድበ ንሱ እዩ ናቱ ድርሰት ከኣ ኣነ እየ መጀመርያ ማለት ድህቦ ሕጂ ንበሃሃል ኢና ሓቁ እዩ ክስታይ ክገብር ኣብታ ናይቲ ስራሕውትና ግን ሬድዮ ነጊረ ማልሲ ተጠቂሰያ ጸኒሐ እያ ንዓንተወይ የለና ንገንዘብ ደድሕሪ ገንዘብ ስለ ንጎይ ዘለና ኢና ጽቡቅ ስራሕ ደይ ንሰርሕ ዘለና። በዲ በዳሒ ገንዘብ መክንያቱ ኣነ ወላ ኣብቲ ናይ ቀደም ኣብቲ ናይ ስኔማ ኩሎ ደፍየት ናይ መድረክ እሞ ከተረኣእዮ ክለኩ። ክረኣእዮ ከለኩ ሲ ፐእ። ፍሉይነት ኣለዎ። ብጣዕሚ እቲ ፍሉይነቱ እንታይ እዩ መስለኪ ግዜ ንህቦን ኢና ሓደ እወ። እታ ዓንዲ ርኡይ ዝበልክዋያ መግለጺተይ እኮ ንዓይ እወ። ከመይ ጌርና ኢና እሞ ትረይን ኣለዋ ድዩ ኢላትኒ እኮ ልምምድ ኣለዋ ድዩ እወ ኣለዋ ምስ በልክዋ ኣይ ትትረፈኒ እዚ ኢላትኒ ክትወስድ እያ። ያ። እዚ ኣብዚ ኢና በጺሕና ዘለና ከመይ ኢልና እሞ ጥዑይ ከኣ ክንሰርሕ ስለዚ ግዜ ንህብን ኢና ንሰልዲ ስለ ንርኢ ዘለና ኢና እቲ ኣርት ከኣ ብመንጽሩ ከኣ ይሃድመና የለን ከማን ዛታ ቀዳመይቲ እታ መልሲ እያ እታ ካልኢት ጠቂስካያ ኔርካ ከማን ንሳ ኣብ ዕላልና ጠቂስካያ ኔርካ
እታ ናይ ጓለይ ከኣ ረድይ ኢለኪ ኔረ እንዴ።

እቲ ካልእ ከኣ ካልእ ካራክተር ነይርቱ ዝኸውን ጽቡቕ ንዓይ ባህራን እዩ ባህራን ማለት እቲ ወዲ ባሕሪ ማለት እዩ ስለዚ እቲ ባሕሪሲ ኣብኡ እየ ነይረ ኣነ ካብቲ ሙድ ከመይ ገይረ ክወጽእ ሕጂ ወሊዳ ሓደ ሆስፒታል ኣትያ ምስ በሉኒ ዝተሰማዓኒ ክነግረኪ ኣይክእልን ሕጂ ግደፍ ኣይሕስዋን እየ ካልኣይቲ ወሊዳ ምስ በሉኒ ሓጎስ ነይሩ ብጣዕሚ ተሓጒሰ ኣምስየ። ንጽባሒት ዝንግሆ ለይቲ ግን ክወፍር ብኣ እያ ነይራ እታ ስእሊ ምኽንያቱ ናይ ባጽዕ ሰዓት ሓሙሽተ ኢኻ ትጅምር በየን ክመጽእ ምኽንያቱ ሙሉእ ለይቲ ስእሊ ልክዕ ሱሌማን እቲ ወዲ ኣዳም ሱሌማን ምሳይ ሓዲሩ ሓጎስ ገለ በለ። እቲ ኣክተርስ በየን ክመጽእ እቲ ካራክተር በየን ክልበስ ከይዱ ከይዱ።
ሶሪ ኣልኣሚን ሶሪ ኣብራር እዩ ነይሩ ዳይረክተር ክሰርሓ ኣይክእልን ኢሉ እዩ ምኽንያቱ የለን ምሳይ ባህራ ሱሌማን እዩ ምሳይ ደሎ ሶ ናይ ምሸት ክንገብራ ዶ ኢለዮ ሕራይ ኢሉ ንሳቶም ወፊሮም እቲ ዝገርመኪ ባሕሪ ውዒለ ኣነ ምኽንያቱ መብዛሕትኡ ግዜ ከምቲ ኣልኣሚን ዝጠቐሶ ኣብ ስርሐይ ብፍላይ ባህራን ኣብቲ ባሕሪ እየ ዝውዕል ምስኣቶምሲ ኣየዕልልን እየ ነይረ ሕጂ ናይ ሓደ ምሸት ወሲድለይ ንዓይ ሙሉእ ለይቲ ማለት እዩ እንተ ሕጂ ከከባድ ግን ስራሕ እዩ ሞያ እዩ ኣርት እዩ ን ክንድኡም ህዝቢ ከድካ ክንድኡ ኣጽኒዕኻ ገለ መለ ወላ ውላድ ደኣ ከም ሰብ ሓጎስ ይኹን እምበር እቲ ስራሕ ክቕጽሎ ነይርኒ ከይደ ኣብቲ ባሕሪ ውዒለ ነቲ ባህራን ኣምጺኤ ግን ከድና ጓለይሲ ድሕሪ ክልተ ሰሙን ድዩ ሰለስተ ሰሙን እየ ሪኤያ። ከም ኣቦስ ክትቅበላ ይግባእ ከምዚ። ክቅበላ ወላ እታ ንእሽና ክብላይ ነይርኒ። እዚኣ ውላድ ኣዳም ሱሌማን እያ እዚኣ። እወ። ውላድ ስነ ጥበባዊ ሱሌማን ከኣ ስርሓቱ ስለ ዝኾነ ከኣ። እሱ እያ ዓብያ ግን።
እቲ ኣብ እታ ኣርቲ እያ መስርሕ። ዓብያ። ስለዚሲ በቃ ናይ ሓንቲ ለይቲ ጥራሕ ኣነ ዓይነይ። ካብ ደቅኻ ናተይ ክወስድ እዩ ዝበልካዮ ትብሎ ኣሎ ዶ እስኪ ናባይ ክዝምቢ እዩ እዚኣስ ናተይ ክትወርስ እያ ወይ ነቲ ወደይ እዛ ሳልዋ ሳልዋ እዛ ኣብ ባህረን ዝተወልደት እሳ ክትከውን ትክእል ምክንያቱ ኩሉ ነገራ ናተይ እዩ ስጋብ ብቀዳይ ኮሜዲ ክሰርሕ ኢላትኒ ኮሜዲ ትራጀዲ ገለ ኣይትፈልጥን እኮ እያ ኮሜዲ ክሰርሕ እየ ኢላትኒ።
ቤትና ቤትና ቤትና ቤትና ኣነ ወዲ ዕቑት እበሃል። እምበኣር ሕጂ ኣነ ብዛዕባ ኣርቲትሲ ሱሌማን ዑመር ድሕሪ ደኣ ክዛረብ ኮይነ፣ ሱሌማን ማለት ንዓይ መምህረይ፣ ክገብሮ ዝግበኣኒ ነገራት ዝእርመኒ፣ ዝኣልየኒ ሓያል ሰብ እዩ። ኣብ ሰለስተ ኣርባዕተ ስራሕ ብሓንሳብ ሰሪሕና ኣለና ኣብኣን ከ እንስኹም ኣላዩ ኮይኑ ስለ ዝሰርሐ ኣነ ሱሌማን ካብቶም ዘድንቆም ተዋሳእቲ ናይ ኤርትራ እዩ ከምቲ ድጽበዮ ግን ስለ ዘይርኣየኒ ብሕጂ ክርእየኒ ግን ተስፋ እገብር ምኽንያቱ ካብ ሱሌማን ብዙሕ ነገር ስለ ድጽበ። ካልእ ኣብ ናይ ስራሕና ኩሉ ዓወት ተደይኮይኑ ዋላ ሓንቲ ዕንቅፋት ኣጋጢሙና ኣይፈልጥን እዩ ሓንቲ ማዓልቲ ግን ሳሌም ዝረኣየ ትብሊ ፊልም እናሰራሕና ከለና ኣብ ጋሕተላይ እሳቶም ካኣ ኣይስተውዕልሉን ክኾኑ ይኽእሉ ኣጋጣሚ ኣብ ሓደ ኣግነት እናኣተና ከለና ግን ተመን መጺና ኣብ ጋሕተላይ ናይ በዓል ጋሕተላይ ኣትማን ከኣ ስኢልካ ጸወታ ኣይኮነን ኩላትና ሃዲምና ማለት ኢዩ ኣብታ ድነበረት ህድማ ሕጅስ ብስእሊ ከቅርባ ስለ ደይክእል እምበር እዚኣ ሓንቲ ካብተን ድዝክረን ማለት ኢዩ ሱሌማን ግን ከም ወዲ ዑቅቢ ጽቡቅ ገይረ እንድሕር ደኣ ክገልጾ ኮይና ሓያል ደራሳይ ሓያል ዳሪክተር ኢዩ ንፉዕ ተዋሳኣይ ኢዩ ንዕኡ ሪኤ ፊልም ጀሚረ ተይለ ውን ሓስየ ኣይኮንኩን ምክንያቱ ካብቶም ኣነ ብዙሕ ተስፋ ዘውደቕኩሉ ተዋሳኣይ እዩ ሕጂ ዳሪክተር ዓቢ ኮይኑ ኣሎ ካብዚ ዘለዎ ንላዕሊ ክኸውን ግን ናቱ ዓቢ ድርሰት ክርኢ ኣብ ተስፋ ኣለኹ እንታይ ኮንካ ስሌማን ሓወይ ሓንቲ ናትካ ድርሰት ዓባይ ዘይረኣኻኒ እዚኣ ናተይ ሕቶ እያ ካልእ ንስሌማን ክሓቶ ዝደሊ ሙለር ሓወይ ኣነ ንዓኻ ተደንቕ ፊልሚ ክንሰርሕ ኢና ኢሉኒ ስጋብ ሕጂ ይሰርሓን ስለምንታይ ኣይሰርሓን እንታይ ስለ ዝኾነ እዚኣ ክፈልጥ ዝደሊ። Thank you ሓቁ እዩ መሳርሕቲ ኢና ብልቢ ንፋተው ብልቢ ንፋተው ኢና ምፍታው ጥራሕ ዘይኮነ ከኣ ቋንቋና ምስኡ ብዛዕባ ስራሕ እዩ ኣብታ ተራ ከድናላሲ ብዛዕባ ስራሕ ኢና ንሰርሕ ንዛረብ ሓያል ተዋሳኣይ እዩ። ብጣዕሚ ሓያል ተዋሳኣይ ደሓር ልዕሊ ኩሉ ሓታታይ እዩ ሰማዓይ እዩ ሂብካዮ ከኣ ኣየዳግመካን። ሎሚ ህከ ጽባሕ ኣይደግማን እዩ ሕጂ ሓያል ተዋሳኣይ ካልእ እየ ዝጽበየሉ ኣነ ካልእ ኢና ክንከውን ምስኡ ሓደ እታ ናይ ድርሰት ግን ኦሬዲ ሓቁ እዩ እታ ሳራ ፈልጣ ስለ ዝኾነ ብጣዕሚ እያ ዝፈትዋ ንምንታይ ዘይሰራሕክዋ ግን ናይ ባጀት ጉዳይ ግፍሕ ዝበለት ስለ ዝኾነት ናይ ባጀት ተሸግር ከማሲ ናይ ባጀት ጉዳይ ካልእ ወላ ሓንቲ የብላን እምበር ኣለኒ ኣላህኒ ብፍላይ ንሳ እታ ስራሕ እያ ተገድስ እምበር ሱሌ ሓወይ ባጀት መፃእን ከያዳይን እዩ። ታይ እዩ ጠጠው ኣቢልኒ እምበር እታ ስራሕ ግን ሀላ ሬዲ እያ ዘላ።
ንዓኻን ንዕኡን ዕድመን ጥዕናን ንምነ እዛ ስራሕ ከኣ ናብ መፈጸምታኣ ብሓንሳብ ሰሪሕኩማ ክንርኢ ንምነ ኣቀዲመ ድረሳዕክዎ ክብል ግን ኣብታ ናይ ሰልዋ ፋል ትገብረላ ኣለኻ እሞኒ ኣብ ደረጃ ዕድመ

ብዛዕባ ስሌማን ገለ ጥሙሕ ክዛረብ ብምዕዳብኩም ክብረት ሃበለይ። ብምቕጻል ንስሌማን ስሌማንሲ ልዕሊ ዒስራ ዓመት ኣለኒ ካብ ዝፈልጦ ኣነን ስሌማንን ካብ ንፋለጥ ማለት እዩ። እዚ ክብል ከለኹ ግን ስሌማን ማለት ፈልጦ ከለኹ ከም ሓደ ንፉዕ ኣክተር እየ ዝፈልጦ ብርግፅ ንፉዕ ኣክተር እዩ ክጅምር ከሎ ኣትሒዙ ካብ ህጻንነቱ እቲ ብቕዓት ናቱ እቲ ታለንት ናቱ ኣለልዩ ዝጀመረ ሓውና እዩ። ስሌማን ካብ ብንእሽቱ እዩ እቲ ንቕሓት ናቱ ከለልዮ ጀሚሩ። እሱ ዘይኮነስ እቲ ስነ ጥበብ እዩ ለሊልዎ። ሱሌማን ክገልጾ ከለኹሲ ብዙሕ መግለጺ ኣየድልዮን እዩ ምኽንያቱ መግለጺኡ ስርሑ እዩ እቲ ስራሕ ከኣ ብዑምቀት እዩ ኣለልይዎ ምኽንያቱ ከምዚ ስቕ ኢሉ ኣይኮነን ነቲ ጥበብ መጺዎኖ ሓንቂቑ እዩ መጺዎ ፕላስ ክብሪ ኣለዎ ምስቲ ስራሕ ክብሪ ኣለዎ ይፈርሖ እዩ ነቲ ስራሕ ትፈርሖን ተኽብሮን ድሕር ኮንካ ግድን ኢኻ ዝበለፀ ስራሕ ክሰርሕ ስለዚ ሲሬማን ኣብ ብቕዓት ኣዋሳስኡ ኩላትና ከም ንፈልጦ እዚ እውን ክብሎ ይክእል እየ ኣዝዩ ብሉፅ ተዋሳኢ እዩ ኣብ መስራሕ ናይ ዳሪክቲን ናይ ስሌማን ሓይለ ከዓ ብዝያዳ ኣብቲ ስክሪፕት ኣብቲ ጽሑፍ መጽናዕታዊ ዝገብር ኮይኑ ይስምዓኒ ብልክዕ ከኣ መጽናዕታዊ እንታይ ኢለ ክገልጾ እየ ከምዚ ጎራሕ ጎራሕ ዳይሬክተር ክትብሎ ትኽእል ዝሞ ጎራሕ ድብሎ ዘለኹ ከኣ እንታይ ጎርሒ ዘለዎ ሓደ ጠብኣይ ንሓደ ጠብኣይሲ ሓጺካ ኣሎ ምስ ሓጸየ ቅድሚ ነቲ ጠባይ እዚ እዚ ይመስል ቅድሚ ምባሉ ኣብቲ ዙርያ ናትካ እዩ ዝዝንቢ ሱሌማን እጂ እንታይ እዩ ሸር ገብሮም እዩ ናብ የማን ናብ ጸጋም ይስዶም ሕጂ እንታይ እዩ ይፍንዎም እዩ ምክንያቱ ነቲ ሞያ ኣዝዩ ስለ ዘኽብሮ ኣዝዩ የኽብሮ ኣዝዩ ይፈርሖ ስለ ዝኾነ ግድን እዩ ክጥቀቐሉ ነቲ ነቲ ነቲ ሒዝዎ ዘሎ ሓላፍነት ማለት እዩ እቲ መስኡልያ ናቱ ማዕረ ክንደይ ከቢድ ምዃኑ ኣዊስቱ እዚ ዘርእየካ ጠባያቱ ከኣ ፈቃር እዩ ሕያዋይ እዩ ለጋስ እዩ ተዳናጋጻይ እዩ ኩሉ ነገር ኣለዎ ሱሌማን ሱሌማን ዓብሰል እዩ ባጀት እንድሕር ረኺቡ ዝበለጸ ስራሕ ዝበለጸ ጽሑፍ ኣዳልዩ ኣሎ ዝበለጸ ዳሪክተር ን ኣብ ስራሕ እዩ ኩሉ ግዜ ዝነብር ኣብ ስራሕ ኢና ተራኺብና ኣብ መንፈስ ናይ ስራሕ እዩ ከኣ ዘሎ ክሰርሕ እዩ ዝደልዮ በስ ኩላትና ክንሰርሕ እንድሕር ንደልዮ ኮይና ከኣ ንሱሌማን ኣብ ኩሉ ማዕከን ሾሻል ሜድያ ደሎ ኤሪትራዊ በብዓቕሙ እንድሕር ክሕግዞ ክኢሉ ሓደ ገለ ዝኾነ ስራሕ ከም ሻምፓን ቶኮስ ስራሕ ብሃገር ደረጃ ክጽዋዕ ዝኽእል ስራሕ ክሰርሕ ከም ዝኽእል ዓቕሚ ከም ዘለዎ በዚ ጋጣሚ እዚ ክገልጽ ዝደሊ ንቑሩብ እዋን ካብ ስነ ጥበብ ተኣሊኻ ኔርካ እቲ መእለይኻ ምኽንያት እኮ ኣነ እፈትዎ ኣይነበርኩን ስነ ጥበብ ክኣ ዋንዛ ዋዛ ከም ዘይብሉ ትፈልጦ ኢኻ ክምሕረካ ኣይክኣለን እንታይ እዩ እቲ ምኽንያት በዚ ኣጋጣሚ ክትነግረኒ።

ንዓኽን thank you ባርሻ ዓርከይ ወላ ሓወይ ውን ምኽንያቱስ እቲ ልክዕ ድፈልጠልኻ ንሱ እዩ ብፍላይ ኣብ ስራሕ ብሓንሳብ ስለ ዝነበርና ብሓንሳብ ብዙሕ ሰሪሕና ናብታ ሕትኡ ክኸይድ ሳ ኦልሬዲ ኣንተ ወይነ ተዛሪበላ ነይረ ድሕሪ መርዓ እዩ እቲ ቁጠባ ናይቲ መርዓ ሰብ ኣቦ ኬንካ ቆልዑ ወሊድካ ከተማሓድሮ ኣብ ዘይትኽእለሉ ግዜ እንተ ደኣ በጺሕካ እወ። ሳምሃው ትትእለ ኢኻ ግን እሱ ኣይገድፈካን እዩ ከምቲ ስማርት ተማሂረ ሽዑ ጎኒ ጎኑ ክልተ ዓመት እየ እታ ንዓይ ዝመለሰትኒ ግን ፕሮፌሰር ኣምባሳጀር ትበሃል እያ። ካብ ሰዓት ሽዱሽተ ናብ ደሎ ን ስጋብ ሰዓት ሸሞንተ ስም ኣብ ማር ናይ ንግሆ ሸቐጥ ውዕል ናይ ምሸት ከኣ ናብ ኣምባሳጀር ብ ማር ፋይናል ኣብ ክሪስታል ስለ ዝፈቱ ኣነ ብ ክሪስታል ኮፍ ኢለ ክልቴና መን እዩ ኣርቲስት ኢለ ምስ ሓተትክዎ እያ መሊሳትኒ ንዓይ እንታይ እዩ መሊስለይ ምስለኪ ዘዝሁረ ነታ ሕቶ እንድያ ኣርቲስት ክበሃል ንፉዕ ስለዝኾነ ገለ ስለዝኾነ ኣይኮነን ኮንሲስተንሲ ናይቲ ስራሕ ቀጻልነት ናይቲ ስራሕ ይውደቅ ይተስእ ይወድቅ ይተስእ በስ ኣብኣ እንተሎ ንሱ እዩ ኣርቲስት ድበሃል ምስ በለኒ ኦኬ ኣነ ተጋግየ ኣለኹ ኢለ።
ወዲቀ ኣይተሳእኩን እወ ከማልኦ ክኽእል ኣለኒ ክንዲ ዝኾነ ይኹንሲ ኣብኡ ክመውት ኣብኡ ምኽንያቱ በርን ኣብኡ እየ ተወሊደ እየ ክብል ዝኽእል ኣነ ኣብቲ ሞያ ካልእ ሕልሚ የብለይን ስለዚ ሕልመይ ከተግብር ኣለኒ። ውድቀት እኳ ኣይኮነን ግን። ምእላይ እንድያ ነይራ ሽዑ ጠቢቐ ኸላስ ካብ ሕጂ ንኔው ኢለ ምስ ነብሰይ ተዛሪበ ኤኒወይ እዚኣ እያ እታ መእለይተይ።